ሰላም ከመይ ትጸንሑ ክቡራትን ክቡራንን ተመልከትትና ነዚ ሰዓት ሒዝናልኩም ዘለና ኣገደስትን እዋናውን ምዕባለታት እነሆ ንክትከታተሉ ብኽብሪ ብምዕዳም ናብ ዝርዝራቶም ክንሰግር ኣብ ትግራይ ፈተነ ቅትለት ጳጳሳት ተፈጺሙ ኣሎ። እዚ ናብ ሎሚ ለይቲ ዘውገ ሕላፍ ፍርቂ ለይቲ ከባቢ ሰዓት ሽዱሽተን ፈረቓ ነጥያይቲ ክትኮዝ ዝሓደረ ኮይኑ ኣብ ልዕሊ መንበሪ ብፁዓን ኣበው ሊቃነ ጳጳ ሳት ናይ ምቕታል ፈተነ እዩ ተፈጺሙ ዘሎ ይብል እቲ ሓበሬታ። ኣብ ከተማ ኣኽሱም ዝርከብ መንበረ ጵጵስና ጠያይቲ ዝተተኮሰ እንትኸውን ኣብቲ ቦታ ዝነበሩ ድማ ብፁዕ ኣቡነ ናትናኤል ግፋ ብዕሊ ዘውገዙን ብፁዕ ኣቡነ ኣረጋዊ ጸሓፊ መንበረ ሰላማ ኮይኖም ኣብ ልዕሊኦም ስጉምቲ ይወሰደሎም እናተባህለ ብዙሕ ወፍሪ ክካየደሎም ዝቐነየ ሓዊሱ እዮም ብሓደ ኣብ ዝነበረሉ እዋን እዚ ፍጻመ ኣጋጢሙ ዘሎ። እዞም ኣቦታት ኣብ መደቀሲ መንበሪ ክፍሎም ኣብ ዝነበረሉ እዋን እዩ እቲ ጥይት ተተኲሱ ዘሎ። ነዚ ጉዳይ ምስ ተሰምዖ እውን መላእ ህዝብን ነባሪ ኣኽሱምን ድማ ዘጋጠመ ንምፍላጥ ናብቲ መንበረ ሰላማ ከም ዝገዓዘ እውን እዩ ዝግለጽ ዘሎ። እዚ መጥቃዕቲ ተፈጺሙ ዘሎ ቅድሚ መዓልትታት ኣብ ልዕሊ ጳጳሳት ኦርቶዶክሳዊት ቤተ ክርስቲያን ትግራይ ኣቡነ ናትናኤል መፈራርሒ ምቕራቡ ድሕሪ ሰለስተ መዓልቲ እዩ። ኣብ ኣሜሪካ ዝመደብሩ ዛራ ሚድያ ኔትዎርክ ኣብ ልዕሊ ብፁዕ ኣቡነ ናትናኤል መፈራርሒ ዘርጊሑ ዝጸንሐ ኮይኑ መሰናድኢ እታ ሚድያ ዝኾነ ጋዜጠኛ ስታሊን ገብረስላሴ እውን ኣቡነ ናትናኤል ኣብ ቀረባ እዋን ኣብ ትግራይ ኣብያተ ክርስትያን ከይተረፈ ዝካየድ ዘሎ ግዱድ ወተሃደረዊ ግፋ መናእሰይ ደው ክብል ምፅውዖም እውን ከሲስዎም እዮም። ስታሊን ብፁዕነቶም ግዱድ ግፋ መናእሰይ ደው ንክብል ኣብ ልዕሊ እታ ቅድስቲ ቤተ ክርስትያን ዝግበር ምትእትታው ፖለቲካ ከብቅዕን ኢዶም ዘእትዉ ኣካላት ክስሕቡ ምዝራቦም ንሃይማኖታዊ ኣቦነቶም ብፁዕነቶም ዝትንክፍ ናይ ምፍርራሕ መልእኽቲ ኣሕሊፉ ከምዝነበረ ዝዝከር እዩ። በዚ ድማ ብፁዕነቶም ኣቡነ ናትናኤል ኣብ ውሽጢ ክልተ ሰለስተ መዓልታት ይቕረታ እንተዘይኢሎም ኣብ ልዕሊኦም ሓደጋ ክስዕብ ከምዝኽእል'ዩ እቲ ጋዜጠኛ ከጠንቅቕ ጸኒሑ። ሊቀ ጳጳስ ኦርቶዶክሳዊት ቤተ ክርስቲያን ትግራይ ዝኾነ ብፁዕ ኣቡነ ናትናኤል ኣብ ትግራይ ዝካየድ ዘሎ ግዱድ ግፋ ደው ክብል ኣቦዋዊ መልእኽትን መተሓሳሰብን ከምዘቕረቡ ዝፍለጥ'ዮም። ኣብቲ ክልል ንጉዳያት ሰብኣዊ መሰላት ዝከታተል ትካል ቀዳምነት ንሰብኣዊ መሰላት ኣብተን ቪድዮታት ኣብ ተምሃሮን ቤተ ክህነትን ኣብ ቀጽሪ ቤተ ክርስትያን ዝተራእዩ ፍጻመታት እቲ ግዱድ ወተሃደሮ ምልመላ ናብ ዓበይቱ ከተማታት ይዝርጋሕ ከምዘሎ ዘመልክት ምዃኑ ስክፍትኡ ገሊጹ'ዩ። ምኽትል ዳይሬክተር እቲ ትካል ኣይተ መብርሂ ብርሃነ ትካሎም ቅድሚ ሓደ ወርሒ ብዛዕባ ግዱድ ወተሃደሮ ምልመላ ኣብ ዘካየዶ ምርመራ እቲ ተግባር ኣብ ከተማታት ወረዳታትን ገጠራት ኩነታትን ትግራይ ብሰፍሑ ይፍፀም ከም ዘሎ ኣመልኪቱ ምንባሩ ዝዝከር እዩ። ግፋ ናይቶም ተምሃሮ ክህነት ዝሓለፈ ሰሙን ሓሙስ ዓሰርተ ሸሞንተ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ካብ ቤተ ክርስቲያን ፅርሓ ኣርያም ቅዱስ ገብርኤል ቤተ ክርስቲያን ከም ዝኾነ ሓደ እሙን ፍልፍል እዩ ሓቢሩ። እትሙ ክግለፅ ከይጥቀስ ንዝሓተተ ፍልፍል ከም ዝሓበሮ ተምሃሮ ቤተ ክርስቲያን ኣይኮንኩምን ብዝብል ዝተገፈፉ መናእሰይ ብዝሖም ኣስታት ዒስራ ኢሎም መንነቶም ዘይተፈልጠ ዕጡቓት ናብቲ ደቂሶምሉ ዝነበሩ መሕደሪ ጎጆ ኣትዮም ንዑ ውጹ እናበሉ ማዕጾ ኳሕኲሖም ነይሮም፣ ናብ ደገ ኣውጺኦም ኣኪቦም ነቶም ብጽሕ ብጽሕ ዝበሉ ወሲደሞም ክብል ገሊጹ። ብተወሳኺ እቶም ገጾም ዝተሸፈኑ ዕጡቓት ዝወሰድዎም ሰባት ሃለዋቶም ብዕሊ ከም ዘይተፈለጠ'ዩ ገሊጹ። ይኹን እምበር እቶም ተወሲዶም ዝተባህሉ ተምሃሮ ደው ኢሎም ኣብ መዓስከር ታዕሊም ከም ዘለዉ ከም ዝገለጹ'ዩ እቲ ፍልፍል ገሊጹ ዘሎ። ብዛዕባ'ዚ ዝተሓተተ ወሃቢ ቃል ህወሓት ሚኪኤል ኣስገዶም ሓቂ ኣይኮነን ብምባል ነቲ ሓበሬታ ነጺግዎ'ዩ። ንሱ ምስ ማዕኸን ዜና ቢቢሲ ኣብ ዝገበሮ ቃለ መሕተት ከምኡ ኣይተገብረን እየ ዝብል ዘለኹ፣ እንተኾይኑ ድማ ክኹንኖ እየ፣ ከም መንግስቲ ይኹን ከም ትካል እዚ ዓይነት ኣካይዳን ንጥፈትን ፈጺምና ኣይንፈቅድን ኢና ኪብል እዩ ነጺግዎ ዘሎ። ማሕበር ቅዱስ ያሬድ ዘኦርቶዶክስ ተዋህዶ ትግራይ እዚ ኣብ ቀጽሪ ቤተ ክርስቲያን ተፈጺሙ ዝተባህለ ተግባር ብምርግጋጽ ቤተ ክርስቲያን መጽለሊትን መጽናዕንዒትን ግፉዓን እያ፣ ካብ ሕቑፋ መንዚዕኻ ምውሳድ ንህዝበ ክርስቲያን ምሕዛን ንእግዚኣብሔር ድማ ምፍትታንን እዩ ብምባል ይኮንኖ እቲ መግለጺ ብምዃኑ እውን እቶም ኣብ ቀጽሪ ቅድስቲ ቤተ ክርስቲያን ብሓይሉ ተገፊፎም ዝተወስዱ ናብ ትምህርቶም ንኽትመልስዎም ኣትሪርና ንጽውዕ ኣለና ድማ ይብል። እንተኾነ ዛጊድ ካብ መንበረ ሰላማ ተዋህዶ ቤተ ክርስቲያን ትግራይ ዛጊድ ዝተዋህበ ተቃውሞ ኮነ መግለጺ የሎን። ኣብ ኣዲስ ኣበባ ዝመደብሩ ኣምባሳደር ኣሜሪካ ኤርቪን ማሲንጋ ናብ ኩናት ምምላስ ኣይሕሰብን ክብል ገሊጾም። ኣብ ኢትዮጵያ ዝርከቡ ናይ ኣሜሪካ ኣምባሳደር ኤርቪን ጆይ ማሲንጋ ሃገሮም ዞባዊ ምርጋእ ዘናግዑ ሓይልታት ስቑኢላ ከም ዘይትረእን ምስ ኢትዮጵያ ዘለዋ ታሪኻውን ስትራተጂካውን ሽርክነት ኣጠናኺራ ከም እትቕጽልን ገሊጾም ኣሎም። ኣምባሳደር ማሲንጋ እዚ ዘረጋገጹ ኣብ ኣዲስ ኣበባ ኣብ ዝተኸብረ መበል ክልተ ሚእትን ሓምሳን ዓመት መዓልቲ ነጻነት ኣሜሪካ ኣብ ዘስምዕዎ መደረ እዩ። ኣምባሳደር ማሲንጋ ኣብ መደረኦም፣ ጉዳይ ምዕራብ ትግራይ ብኹናት ወይ ብሓይሊ ዘይኮነስ ብመሰረት ስምምዕነት ሰላም ፕሪቶርያን ብሕጋዊ መንገዲ ብምይይጥን ጥራይ ክፍታሕ ከምዝግባእ ኣጥቢቖም ኣተሓሳሲቦም ኣለው። ኩሎም ወገናት ኩናት ዝቕስቅሱ ተግባራት ምኽንያታት ጠጠው ከብሉ ዝጸውዕቶም ኣምባሳደር፣ ናብ ኩናት ምምላስ ፈጺሙ ከምዘይሕሰብን ነዚ ዝሓስብ ሓይሊ እውን ኣሜሪካ ከምዘይትዕገስን እዮም ኣጠንቂቖም ዘለው። ይኹን እምበር ቀዳማይ ሚኒስተር ኢትዮጵያ ድሌት ሓይልታት ኣምሓራ ንምምላእ ይሰርሕ ከም ዘሎን ኣብ ወገን ትግራይ ዘሎ ምንቅስቓሳት ድማ ብኸቢድ ከበባ ይኸብብ ከም ዘሎ እዩ ዝግለጽ ዘሎ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ትማሊ ኣብ ባይቶ ወከልቲ ህዝቢ ኣብ ዘስምዖ መደረ ድሕሪ ውዕሊ ፕሪቶርያ ዝተፈጥረ ሓዱሽ ሚዛን ሓይሊ ዘንጸባረቐን ቀሊል ተገማቲ ስትራተጂ ዘስዓበን እዩ ክብል ምሁር ዓውደ ታሪኽ ዝኾነ ዶክተር ሳሙኤል ኪዳነ ዝተባህለ ምሁር እዩ ገሊጹ ዘሎ። ዶክተር ሳሙኤል ኪዳነ ኣብ ፌስቡክ ገጹ ዘካፈሎ ጽሑፍ ቀዳማይ ሚኒስተር ኣብይ ድሕሪ ውዕሊ ፕሪቶርያ ዝተፈጥረ ዘይምትምማን ንምሕካም ፖለቲካ ፖለቲካዊ ጽልወኦም ዝለዓለ ምስ ዝበሃሉ ሓይልታት ኣምሓራ ብፍላይ ደቂ ጎንደር ጠለባቶም እናማልአ ናብ ትሕቲ ቁጽጽሩ ናይ ምእታው ስትራተጂ ድሮ ጀሚርዎ ከም ዘሎ እዩ ዝገልጽ። ብወገን ዞባዊ ወጥሪ፣ ትግራይ ምስ ሱዳን ክህልዋ ዝኽእል ስልታዊ ርክብ ነቲ ማእከላይ መንግስቲ ዘስግኦ ክኸውን እንከሎ፣ ምስ ኤርትራ ዘሎ ዝምድና ግን ከምታ ናይ ዘበነ ኢህወደግ ሓጹር ሓጺሩ ክጸንሕ ከም ዝደሊ ይግለጽ። ንጸሎ። በዚ ድማ ንትግራይ ኣብ ቀጻሊ ጸቕጥን ተነጽሎን ኣእትዩ ተኽእሎ ምጽንሑ ዝለዓለ ክኸውን ከም ዝኽእል እዩ ገሊጹ ዘሎ። ኣብይ ኣሕመድ ኣብ ፓርላማ እታ ሃገር ቀሪቡ ኣብ ዝሃቦ መብርሂ ድማ ንምንቅስቓስ ጽምዶ ዘናእስ ኮይኑ ንህወሓት ድማ ብናይ ደገ ሓይልታት ዝምራሕ ጸረ ህዝብን ሃገርን እዩ ክብል እዩ ገሊጽዎ። እዚ ኩሉ ተፈጢሩ ዘሎ ጸገማት ክፍታሕ ዝኽእል ድማ ንጹር ዕላማ ድልየታት ትግራይ እንታይ ምዃኑ ኣነጺሩ ምስ ህዝቡ ክላዘብ መሪሕነት ኣብ ትግራይ ዕድል ክረክብ ከሎ ጥራይ ምዃኑ እዩ ዶክተር ሳሙኤል ኣብሪሁ ዘሎ። ሚኒስትር ዜና ኤርትራ የማነ ገብረ መስቀል ድማ ነቲ ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ትማሊ ንባይቶ ወከልቲ ህዝቢ ዘስምዖ ዓመታዊ መደረ ጸብጻቡ ብትሪ ነቒፍዎ ኣሎ። ኣይተ የማነ ኣብ ኤክስ ገጹ ኣብ ዘስፈሮ ጽሑፍ እቲ ኣብ ኢትዮጵያ ዘሎ ገዛእ ሰልፊ ዝኽተሎ ዘሎ ዘይርጉእ ፖሊስታት ኣብ ቀርኒ ኣፍሪቃ ክሰፍን ብዝግባእ ዘላቕ ሰላም ንምርግጋእን ናብ ሓደጋ ዘእቱ ኾይኑ ኣሎ ድማ ኢሎም። እቱ ሚኒስትር፣ እቲ ኣብ ስልጣን ዘሎ ሰልፊ ኣብዚ ናይ ልዕሊ ክልተ ዓመታት ጉዕዞ ኣብ መንጎ ክልተ ኣዝዮም ዝተረሓሓቑ መርገፂታት ክወሳወስ ከምዝፀንሐን ብምግላፅ፣ እቲ ፖቶምኪን ኢሉ ዝፀወዖ ሰልፊ ብሓደ ሸነኽ ልኡላዊ ኣፍደገ ባሕሪ ንምርካብ ወታሃደራዊ ጎስጓስን ተፃብኦታትን ክገብር ከምዝፀንሐን በቲ ካሊእ ወገን ድማ ርእሱ ከም ግዳይ ጣውን ግዳማውን ውዲታት ገይሩ ክቕርብ ከም ዝፈተነን የመልኪቱ ዘሎ። እዚ ናይ ኤርትራ ምላሽ ዝወጸ፣ ቀዳማይ ሚኒስተር ኣብይ ኣሕመድ ኣብቲ ትማሊ ኣብ ባይቶ ዘስምዐ መደረ፣ ንኤርትራ ህወሓትን ሱዳንን ብሓባር ብምጥቃስ፣ ኣይኮነንዶ ሻዕቢያ፣ ወያነን ሱዳንን፣ ካልእ እውን እንተተወሰኸ ልኡላውነት ኢትዮጵያ ቅንጣብ እውን እንተኾነ ስግኣት የብሉን ክብል ድሕሪ ምግላጹ'ዩ። ኣብይ ኣብቲ ዘስምዖ መደረ፣ ህወሓት ምስ መንግስቲ ኤርትራ ብምትሕብባር ንኢትዮጵያ ንምውራር ይዳሎ ኣሎ ክብል ዝወቐሰ ኮይኑ፣ መንግስቱ ግን ነዚ ሓይሊ ንምምካን ዘኽእል ዓቕሚ ምክልኻል ይሃንጽ ከም ዘሎን ብምግላጽ፣ ነቲ ቀደም ዝሰርሐ ዝኣረገ ስልቲ ሕጂ ክጥቀሙ ምፍታኖም ረብሓ የብሉን ክብል'ዩ ተዛሪቡ ዘሎ። ሚኒስትር የማነ ድማ ኣብ'ቲ ዘሎ ዞባ ዘየድልን ክውገድ ዝኽእልን ወጥሪ ብሰንኪ ንኢትዮጵያ ዝመርሕ ዘሎ ሰልፊ ዝኽተሎ ዘሎ ሸለልትነት ዝመልኦም ፖሊሲታት ከም ዝኾነን ብምጥቃስ፣ ምስ ሱዳን ዘሎ ምስሕሓብ ካብ'ቲ እቲ ገዛኢ ሰልፊ ንፍሉያት ሓይልታት ወጻኢ ብምእዛዝ ኣብ ክልል ቤንሻንጎል ጉሙዝ ንሓይልታት ዳዕመል ሰሪዕ ምሽጥራዊ መዓስከርን ወተሃድሮ መደበርን በመፍቃዱ ዝመጽእ እዩ ዝሉ እዚ ክሲ እዚ መንግስቲ ሱዳን ንኢትዮጵያን ሕቡራት ኢምረት ዓረብን ኣብ ኩናት ሱዳን ጣልቃ ይኣትዋ ኣለዋ በመባል ክኸሶ ንዝጸንሐ ዘዘኻኽር እዩ። በቲ ኻሊእ ሸነኽ ድማ ቀዳማይ ሚኒስትር ኣብይ ሓይልታት ትግራይ ንመንእሰያት ኣብ ሱዳን ናብ ዝኸይድ ዘሎ ኩናት የሰጋግሩን ከም ገላ ይሸጡን ኣለው ክብል ዝኸሰሰ ኾይኑ መንእሰያት ትግራይ ብዘይፈልጥዎ ምኽንያት ህይወቶም ይስእኑ ኣለዉ ብምባል እዩ ከሲሶም። እቲ ውዕሊ ፕሪቶርያ ብዘይምትግባሩ ዝተመዛበሉ ወገናት ናብ መረበቶም ዘይምምላሶም ንትግራይ ዳግማይ ናብ ዕፅዋ ይመልሳ ኣሎ ኢሉ ንመንግስቲ ኢትዮጵያ ዝወቅስ ህወሓት ብዛዕባ ኣብይ ኣሕመድ መንእሰያት ይሸጡ ኣለዉ ዝበሎ ክሲ ዛጊድ መልሲ ይሃበሉን ዘሎ። እዚ ከምዚ ኢሉ እንከሎ ሚኒስትሪ ጉዳያት ወፃኢ ሱዳን ነቲ ቅድሚ ሕጂ ብሚኒስትሪ ጉዳያት ወፃኢ ኢትዮጵያ ዝቐርበ ክስታት ሙሉእ ብሙሉእ ውዱቕ ገይርዎ ነይሩ እዩ። እቲ ሚኒስትሪ ብሽዱሽተ ጉንበት ክልተ ሽሕን ዕስራን ሽዱሽተን ኣብ ዘውፅኦ መግለፂ ኢትዮጵያ ካብ ውሽጣዊ ቅልውላው ኣልቦ ህዝቢ ንምጥምዛዝ ዝፈጠረቶ ምስምስ እዩ ክብል ነጺግዋ እዩ። ሚኒስትር የማነ ገብረመስቀል ድማ እቲ ምስ ሶማሊላንድ ብሚስጥር ዝተፈረመ ምዝክር ምርዳእ ዘይሕጋውን ሸለልትነት ዝመልኦን ስጉምቲ ምዃኑን ብምግላጽ ንውዕላትን ስትራተጂካዊ ስምምዓትን ሕብረት ኣፍሪቃን ኢጋድን ከምኡ'ውን ልኡላውነትን ግዝኣታዊ ሓድነትን ሃገራት ዝምልከት መሰረታዊ ኣህጉራዊ ሕግታት ዝጠሓሰ እዩ ኢሉ። ቀጺሉ እቲ ገዛኢ ሰልፊ ንልዕሊ ክልተ ዓመትን መንፍቕን ኣንጻር ኤርትራ መርዛምን ታሪኽ ክልውጥ ዝደሊ ፖሊሲ ክኽተል ከም ዝጸንሐ እዩ ገሊጹ ዘሎ። ብዛዕባ እቲ ውዕሊ ፕሪቶርያ ንምፍሻል ዝዓለሙ ሓይልታት ዝብል ክሲ ቀዳማይ ሚኒስተር ኣቢይ ዝመለሰ እቲ ሚኒስትር የማነ፣ ውዕሊ ፕሪቶርያ ንኤርትራ ዝምልከት ከም ዘይኮነን ምሉእ ብምሉእ ውሽጣዊ ጉዳይ ኢትዮጵያ ምዃኑን የስሚሩ ኣሎ። እቲ ሚኒስተር ቀጺሉ፣ እቲ ገዛኢ ሰልፊ ውዕሊ ፕሪቶርያ ቅድሚ ምፍራሙ፣ ዘተ ቅድሚ ምጅማሩን ኣዋርሕ

ኮይኑ እንተኾነ ሓይልታት ትግራይ ኣንፃር መንግስቲ ፌደራል ተኹታኹ ስጉምታት ይወስዱ ከምዘለዎም ብምውቃስ ህወሓትን ዓወትን ሕቆን ከብድን እዮም ክብል ክቆናፀብ ተሰሚዑ እዩ። ምዕባለና ይቕጽል ኣሎ። ኤርትራ ሰራዊት ናብ ምሕዳስ ታዕሊም ክወፍር ተኣዚዙ ኣላ። ካብ ክልተ ሽን ዓሰርተ ሰለስተን ክሳብ ክልተ ሽን ዓሰርተ ሓሙሽተን ኣብ ዝተኻየደ ደማዊ ኲናት ትግራይ ኢትዮጵያ ንኸይትበታተን ኣማኢት ኣሽሓት ኤርትራውያን ዘህለቐ መንግስቲ ኣስመራ ሕጂ'ውን ነቲ ብሰፊሑ ዝዳለወሉ ዘሎ ኲናት ንምምእዛን ዘኽእሎ ቁመና ሰራዊት ንምህናጽን ታዕሊም ናይ ምሕዳስ መደባት የካይዱ ምህላዎም ፍልፍላት ሓቢሮም ኣለው። ብዘይወግዓውያን ናይ ባዶ ሰለስተ መሓውራቱ ብዘገርም ስልበጣ ብልጽግና ዝተፈጠረ ኩነታት ክሳብ ሓዲኡ ዘፍልጥን ምስ ኢትዮጵያ ክህሉ ዝኽእል ኲናት ክሳብ ዘይተዛዘመን ምንጋር መስዋእቲ ንምግላጽ ክህወኽ ከም ዘይኮነ ዝኣወጀ መንግስቲ ኣስመራ፣ ቁመና ሰራዊቱ ንምሕላውን ኩነታት ንምምካትን ብዝብል ምኽንያት ነቲ ታዕሊም ናይ ምሕዳስ መደባት የካይዶ ምህላው'ዮም ፍልፍላት ውሽጢ ዓዲ ኣረጋጊጾም ዘሎም። እቲ ብደረጃ በራጊድን ክፍላት ሰራዊትን ተወዲቡ ኣብ ምሉእ ኣሃዱታት ሰራዊት ዝካየድ ዘሎ ታዕሊም ናይ ምሕዳስ መደባት ኣብ ከም ሃዘሞ፣ ማይድሙ፣ ፋ ጊንዳዕ፣ ኣፍዓበት፣ ጋሕቴላይ፣ ደቡባዊ ባሕሪ፣ ኣፋምቦን ይካየድ ምህላው ድሮ'ውን ኣብ ዝሓለፈ ክልተ ኣዋርሕ ብሰፊሕ ይስርሓሉ ምህላው ዘርጊሑ። ምንጭታት ውሽጢ ዓዲ ካብ ወዲ ዓሰርተ ሸሞንተ ዓመት መንእሰይ ክሳብ ልዕሊ ሓምሳ ዓመት ዝዕድሚኦም ሽማግሌታትን ደቂ ኣንስትዮን ዘሳተፈ ምዃኑ'ዮም ወሲኾም ሓቢሮም ዘሎም። ሰራዊት ኤርትራ ብደረጃ ቅዋምን ናይ ምውጋእ ሞራልን ኣዝዩ ተዳኺሙ ምህላው ዝጠቕሱ ፍልፍላት፣ ኮብሊሉ ዝስወርን ናብ ስደት ዘምርሕን ቁጽሪ መንእሰይ እንዳበረኸ ይኸይድ ምህላው'ውን እቲ ኣረሜናዊ ስርዓት ስክፍታ ፈጢረሉ ምህላዉ ድማ እዩ ዝሕበር ዘላ። ህዝቢ ኤርትራ ንምጥፋእ ኩናት ክውልዕ ኣብ ምሽብሻብ ምህላዉን ኩሉ ዝፈልጦ ሓቂ እኳ እንተኾነ መንእሰያት ኤርትራ ብስንፍና እቲ ጉጅለ ሞራል ስለ ዝወደቐ ግን መንግስቲ ኣስመራ ምስ ዘመናዊ ሰራዊት ኢትዮጵያ ዝካየድ ግጥምጥም ንምምካት ቁጽሪ ዘይብሉ መንእሰይ ናብ ኩናት ክልእኽ ይጽዕር ምህላዉ ድማ እዩ ዝሕበር ዘላ። ኣሜሪካ ኣብ መጻብብ ሆርሙዝ ኣብ ልዕሊ ሰለስተ መራኽብ ነዳዲ ንዝተፈጸመ መጥቃዕቲ ምላሽ ንምሃብ ኣብ ልዕሊ ኢራን ሓያል ዘበለቶ መጥቃዕቲ ከም ዝፈጸመት ገሊጻ። ማእኸላይ እዝ ሓይልታት ኣሜሪካ ወይ ድማ ሴንትኮም ኣብቲ መጻብብ ካብ ዝርከበ ንኣሽቱ መራኽብ ሓለዋ ሰውራ ኢራን ንልዕሊ ስሳ ዘጠቓለለ ኣብ ልዕሊ ሰመንያ ዒላማታት መጥቃዕቲ ከም ዝፈጸመ ኣፍሊጡ ኣሎ። ምኽትል ሚኒስትሪ ጉዳያት ወጻኢ ኢራን ነቲ መጥቃዕቲ ኣሜሪካ ነቲ ዝሓለፈ ወርሒ ዝተፈረመ መዘክር ምርዳእ ኣሜሪካን ኢራንን ዝጠሓሰ ምዃኑ ብምግላጽ፣ ቴህራን ቁራጽ ስጉምቲ ከም እትወስድ ኣጠንቂቑ ኣሎ። እቲ መጥቃዕቲ ኣብ ደሴት ቀሽም፣ ባንዳር ዓባስን ሲሪክስን ዝተፈጸመ ኮይኑ፣ ብሰንኪ ዝተደረበየ ስብርባር ሓጺን ሰባት ከም ዝቖሰሉን መንግስታውያን ማዕኸናት ዜና እታ ሃገር ድማ ሓቢሮም ኣለው። ኢራን ነቲ ኣሜሪካ መጥቃዕቲ ኣቲ ንኸትፍጽም መበገሲ ዝኾና መጥቃዕትታ ሰለስተ መራኽብ ነዳዲ ብቐጥታ ሓላፍነት ኣይወሰደትን ኣላ። ሴንትኮም ካብተን ሱሳ ንኣሽቱ መራኽብ ብተወሳኺ መተኮሲታት ሚሳይላትን ማእኸላት እዝን ኢራን ከም ዝሃረመ እዩ ሓቢሩ ዘሎ። ይኹን እምበር ዝተሃረመሉ ቦታታት ብንጹር ኣይገለጸን ዘሎ። ኣሜሪካ ነቲ ብፍጹም ተቐባልነት ዘይብሉ ክትብል ዝገለጸቶ መጥቃዕቲ ሰለስተ መራኽብ ነዳዲ ሳዕቤን ከም ዝህልዎ ኣቐዲማ ኣጠንቂቓ ነይራ እያ። ሴንትኮም ከም ዝገለጾ፣ እቲ ናይ ኣሜሪካ መጥቃዕቲ ኣብ ኣህጉራዊ መስመር ማይ ንዝንቀሳቐሳን ብንጹሃን ሰራሕተኛታት ንዝዝወራ ናይ ንግዲ መራኽብ ዒላማ ንምግባርን ንምጥቃዕን ከቢድ ዋጋ ንምኽፋል ዝዓለመ እዩ። ቅድሚ እቲ መጥቃዕትታት ምፍናዉ፣ ሚኒስትሪ ገንዘብ ኣሜሪካ ነቲ ኣብ ልዕሊ ኢራን ተነቢሩ ዝነበረ ናይ ነዳዲ እገዳ ብግዝያውነት ዘልዓለ ፍሉይ ፍቓድ ሰሪዝዎ ኣሎ። እዚ ስጉምቲ እዚ፣ ቃል ናይ ዋሽንግተንን ቴህራንን ኣብ ዝሓለፈ ወርሒ ዝተፈራረማሉ መዘክር ምርዳእ እዩ ነይሩ። ሚኒስትሪ ጉዳያት ወጻኢ ኢራን ብወገኑ ነቲ ስጉምቲ ምግሃስ ሰነድ ምርዳእ ክብል ብምኹናን ነዚ ድማ መንግስቲ ኣሜሪካ ዘይእመን ምዃኑ ኣረጋጊጽልና ኣሎ ድማ እዩ ኢሉ። ቴህራን ሃገራዊ ረብሓታታን ሃገራዊ ድሕነታን ንምሕላው ኣገደስቲ እትብሎም ኩሎም ዓይነት ስጉምትታት ከም እትወስድ ድማ እቲ ሚኒስትር ተሓንዩ ኣሎ። ቀጠርን ስዑዲ ዓረብን እውን ነቲ መጥቃዕቲ ዝኾነና ኮይነን ነፍሲ ወከፈን ኣብ መጻብብ ማይ ጥቓኡ ሓልፋ እንከለዋ መራኽበን ከም እተሃርማን ብምጥቃስ ንኢራን ተሓታቲት ገይረን ኣለዋ። ዝኸበርኩምን ዝኸበርክንን ተመልከትትና ሓበሬታታት እዚ ሰዓት በዚ ከንቢትና ኣለና። ራራ ሚድያ ላይክ ሼር ሰብስክራይብ እንዳገበርኩም ክትከታተሉ ድማ ንዕድመኩም።